ሰላም ሰላም ከመይ ኣሉኹም ኣብ ኩሉ ኩርናዓት ዓለም ዘለኹ ምሳኹም ዘለኹ በርሀ ተስፋየ ኣብ ማሕበራዊ ሚድያ ንነዊሕ ዓመታት ነጢፈ ኣለኹ ዝነጥፈሉ ዓውዲ ኣርእስቲ ኣብ ቋንቋ ትግርኛ ኢንግሊሽ ኣብ ምዝርጋሕ እዩ ንባዕለይ እንዳተማሃርኩ ንብዙሓት ሰባት ንኣሽሓት ሰባት ይምህርን ይመሃርን እዚ ከኣ ሓደ ዓቢ ነገር እዩ ኢለ ይሓስብ። እቲ ቀንዲ ዓውዲ፣ መትከል፣ ኣርእስቲ ኣብ ምስላታት፣ ጥቕስታት፣ ብሂላት፣ ውስጠዘ፣ ተረከብቲ ዘረባታት፣ ሓጸርቲ ዛንታታት ኣብኡ ዘተኮረ እዩ። እዚ ምስላታት፣ ጥቕስታት፣ ብሂላት፣ ውስጠዘ፣ ተረከብቲ ዘረባታት፣ ሓጸርቲ ዛንታታት፣ ነገራትን ሓሳባትን ናይ መላእ ዓለም ዘጠቓለለ እዩ። ናይ ህቡባት ሰባት፣ ናይ ፍሉጣት ሰባት፣ ናይ ተማራመርቲ፣ ናይ ፍላስፋታት፣ ናይ ጸሓፍቲ፣ ናይ ደረስቲ፣ ናይ ወዘተ ናይ ኩሉ ኣብ ኩሉ ዝርከብ እዩ። በርሀ ዘይጸሓፎ የለን ዘይተርኣየ እምበር። መጺኹም ርኣዩን ስምዑን ንብል ኣለና ሰናይ ምጅማር ክገብረልና ከኣ ትምኒተይ ይገልጽ። Let's get started! ሌትስ ለርን ቱጌዘር ሌትስ ግሮ ቱጌዘር ቋንቋ ትግርኛ ኢንግሊሽ WH questions ሕቶታት What for things እንታይ ንነገራት ንነገራት ክንሓትት ከለና ንጥቀመሉ እዩ Who ፎር ፒፕል፣ መን፣ ንሰባት፣ ንሰባት ክንሓትት ከለና እነልዕሎ ሕቶ እዩ፣ መን፣ Which፣ ፎር ቾይስ፣ ኣየናይ፣ ኣየነይቲ፣ ንምርጫ፣ ንምርጫ፣ ዝኾነ ነገር ክንመርጽ ከለና እነልዕሎ ሕቶ እዩ፣ Where፣ ፎር ፕሌስስ፣ ኣበይ፣ ንቦታታት፣ ኢና ንጥቀመሉ፣ When፣ ፎር ታይም፣ መዓስ ንጊዘ ኢና ንጥቀመሉ? Why፣ For a reason፣ ስለምንታይ፣ ንምንታይ፣ ንምኽንያት፣ ኢና ንጥቀመሉ። How፣ When you ask about method፣ ከመይ፣ ብኸመይ፣ ምፍታሕ ጸገማትን ሽግራትን፣ ሜላ፣ መገዲ፣ ምርኣይ ወዘተ ንሕቶታት ንዝተፈላለዩ ክንጥቀመሉ ንኽእል ኢና። እቲ ቀንዲ ግን ኣብ መፍትሒታት ዘተኮረ እዩ።

ዋት፣ What፣ ዋት፣ For things፣ እንታይ፣ ንነገራት ኢና ንጥቀመሉ። ኣብነት ሕጂ ኣብዚ ስለ ዘለና በዚ ኣብነት ጽቡቅ ጌሩ ክርድኣና እዩ። ዋት ኢዝ ዲስ፣ What is this፣ እዚ እንታይ እዩ። This is a book፣ ክንብል ንኽእል ንኣብነት እዚ መጽሓፍ እዩ ክንብል ንኽእል ኢና። ዋት ኢዝ ዳት፣ What is that? እቲ እንታይ እዩ? ነዚ ሕቶታት መልሲ መታን ክርድኣኩም እንተደሊኹም ኣብ ዝሓለፈ ዘርጊሐ ስለ ዘለኹ እታ ቪድዮ ክትርእይዋ ትኽእሉ ኢኹም። ሕጂ ናይ ሎማዓንቲ ንግበር። What is your name? What is your name? መን እዩ ስምካ?

ብሓቂ መን እዩ ዝርደኣኪ ዝሰምዓካ ጥራሕ ዘይኮነሲ ዝርደኣካ እዩ ዘገድስ ዘድልየካ ዝብሉ ብዙሓት ኣለዉ ለክዕካ ከምኡ እዩ ዝሰምዓካ ጥራሕ ዘይኮንካ ትደሊ ዝርደኣካ ውን ስለ ትደሊ Number three which four choices

ኣየናይ ሕብሪ ትፈትዊ? ኣየነይቲ ሕብሪ ትፈቱ? ኣየነይቲ ሕብሪ ትፈትዉ ውን ክንብል ንኽእል ኢና። ኣብዚ ሕጂ ጊዘ መታን ንዓኹም ከይሕዘኩም ኢለ እየ ገሊኡ ሸፈፍ ሸፈፍ ኢለ ዝሓልፎ ዘለኹ እምበር ብዙሕ ክንትንትኖን ብዙሕ ክንዝርዝሮን ንኽእል ኢና። ከለኹም ከኣ ባዕልኹም ወስኹሉ ኢኹም ሐራይ። Which city do you want to visit? ናበነይቲ ከተማ ክትበጽሕ ትደሊ?

ንምንታይ ስለምንታይ ቋንቋ ኢንግሊሽ ትግርኛ ትመሃሪ ኣለኺ ቋንቋ ትግርኛ ኢንግሊሽ ንዑ ብሓንሳብ ንመሃር ሳብስክራይብ ዘይገበርኩም ኩሉኹም ሳብስክራይብ ግበሩ ላይክ ዘይገበርኩም ላይክ ግበሩ እዚ ዝመልኣልኩም ዘለኹ ናይ ብሓቂ ግዜ ይወስድ እዩ ይርዳእኩም እዩ ትፈልጡ ኢኹም ያ ላይክ እንዳገበርኩም ድሕር ዳ ሰሚዕኩሞ ጽቡቅ እዩ ንኹልና Why did you choose this book?

ከመይ ብኸመይ ምፍታሕ ጸገማትን ሽግራትን፣ ሜላ መገዲ ምርኣይ ወዘተ ሕቶታት ሽግራት ክትፈትሕ ከለኻ ወይ ውን ፍታሕ ሒዝካ ክትመጽእ ከለኻ ሒዝካዮ ትመጽእ ሕቶ ዩ። ከመይ ብኸመይ ዝብል How are you? ከመይ How did you learn that?

How much money do you have? ክንደይ ገንዘብ ኣለካ? ክንደይ ገንዘብ ኣለኪ? ጀሚርካ ወድእ ዝብል መትከል ኣለኒ ንሱ ከኣ ካብ ቀዳማይ ክፋል ክሳብ ዓስራይ ክፋል ክጎዓዝየ ኢለ ነጊረኩም ኔረ ዓስራይ ክፋል በጺሐ ኣለኩ። ብሕጂ ዝመጽእ ክሪኦ ኢና ክሳብ ሕጂ ዝተካታተልኩሙኒ የቀንየለይ ክብረት ይሃበለይ ክብለኩም ደሊ thank you for watching እቶም ዘይረኣኩሞ ከኣ ረእይዎ ክብለኩም ደሊ ሰሰናዩ።